መልእኽቲ ናብ እብራውያን ሻድሻይ ምዕራፍ ስለዚ ናይ ክርስቶስ መጀመርታ ነገሩ ሓዲግና ብንስሓ ካብ ምዉት ግብሪ ብእምነት ብኣምላኽ ብትምህርቲ ጥምቀት ብመንባር ኣእዳው ብትንሣኤ ምዉታት ብናይ ዘለዓለም ፍርዲ እውን ከም ብሓድሽ መሰረት ኣይንሰርት እሞ ናብ ፍጻሜ ንሕለፍ ኣምላኽ እንተፈቐዶስ ነዚ ድማ ክንገብሮ ኢና ነቶም ሓደ ጊዜ ብርሃን ዝበርሃሎም እቲ ሰማያዊ ውህበት ከኣ ዝጠዓሙ ማቐልቲ መንፈስ ቅዱስ እውን ዝኾኑ እቲ ሰናይ ቃል ኣምላኽን ሓይሊ እታ ትመጽእ ዓለምን ከኣ ዝጠዓሙ እንተ ወደቑ ንወዲ ኣምላኽ ከም ብሓድሽ ንርእሶም ስለ ዝሰቕልዎ ብግህዶ እውን ዘላግጹሉ ስለ ዝኾኑ ከም ብሓድሽ ንንስሓ ክሕደሱ ኣይከኣሎምን እዩ እታ ብዙሕ ግዜ ነቲ ኣብኣ ዝወረደ ዝናብ ምስ ሰተየት ምድሪ ነቶም ብዛዕባኦም ዝሓርስዋ ዝጠቅም ፍረ እንተሃበቶም ካብ ኣምላኽ በረኸት ትረክብ እያ። እሾኽን ዳንዴርን እንተ ኣብቆለት ግና ንቅፍትን ጥቓ መርገምን እያ፣ መወዳእታኣ እውን ምንዳድ እዩ። ኣቱም ፍቁራተይ፣ ኣምላኽ ነቲ ነቶም ቅዱሳን ዘገልገልክምዎን እተገልግልዎም ዘለኹምን ግብርኹም ንስሙ እውን ዝገበርክምዎ ፍቕርኹም ዝርስዕ ገፋዒ ኣይኮነን እሞ፣ ብኣኻትኩምሲ ከምዚ እኳ እንተ ተዛረብና፣ ዚሓይሽን ንምድሓን ብዚኸውንን ንእመን ኣሎና። ነቶም ብእምነትን ብትዕግስትን ነታ ተስፋ ዚወርሱዋ ምእንቲ ኽትመስልዎም እምበር፣ ድንዙዛት ከይትዀኑስ፣ ነፍሲ ወከፍኩም ክሳዕ መወዳእታ ንምምላእ ተስፋኡን ንምጽናዕን እዚ ትግሃት እዚ ከርኢ ንደሊ ኣሎና። ኣምላኽ ንኣብርሃም ተስፋ ክህቦ ከሎ፣ ዝምሕለሉ ካብኡ ዝዓቢ ስለ ዘይተረኽበ፣ ብሓቂ እናባረኽኩ ክባርኸካን እናብዛሕኩ ከብዝሓካን እየ ኢሉ ብርእሱ መሓለ። ከምኡ ኸኣ ብትዕግስቲ ተጸብዩ ነታ ተስፋ ረኸባ። ሰባት በቲ ካብኦም ዝዓቢ እዮም ዝምሕሉ እሞ፣ እቲ ማሕላ ኸኣ መጽንዒ ስለ ዝኾነ ንኹሉ ምጉቶም ይውድኣሎም። ስለዚ ኸኣ ኣምላኽ እቲ ምኽሩ ከም ዘይልወጥ ነቶም ወረስቲ ተስፋ ኣዝዩ ኸርእዮም ምስ ደለየ፣ ብማሕላ ኣብ መንጎ ኣተወ። በተን ኣምላኽ ክሕስወለን ዘይከኣል ክልተ ዘይልወጣ ነገር ጌርና፣ ንሕና ነታ ኣብ ቅድሜና ዘላ ተስፋ ንምሓዝ ሃዲምና ዝወጻና ብርቱዕ ምጽንናዕ ክንረክብ ኢና። ንሳ ድማ ከመልህቅ ነፍሲ፣ ድልድልትን ጽንዕትን እያ እሞ ናብቲ የሱስ ከም ማዕርግ መልከ ጸዴቅ ንዘለዓለም ሊቀ ካህናት ኮይኑ ከም መራሒ ምእንታና ዝኣተዎ ውሽጢ እቲ መጋረጃ እተእትወና ተስፋ ኣላትና።